በዓል ሞያ ጉዳያት ኮሚኒኬሽን ከተማ ዕዳጋ ሓሙስ መብራቱ ሓድሽን በዓል ሞያ ሕጊ ነባራይ ከተማ ዓዲግራት ክብሮም ደሳለኝ ከምኡውን ተምሃራይ ስነ ምሕደራን ልምዓታዊ መፅናዕትን ዩኒቨርሲቲ ዓዲግራት ወልደ ምህረት ገወዛይን ህዝቢ ትግራይ ተወዲቡ ግዝኣታዊ ሓድነቱ ከይምልስ ስሩዕ መንግስቲ ከይህልን ኣብ ህዝቢ መንግስትን ሰራዊትን ኣፈላላያት ብምፍጣር ሃለዋት ዓዲ ኣብ ሓደጋ ንምውዳቕ ዝተፈላለዩ ሽርሕታትን ወረታትን ከም ዝንዝሑ ይገልፁ። ሓደ ኣብቲ ሰራዊት ኣፈላላይ ንምፍጣር ፃዕርታት ይግበሩ እዮም። ኣብ ህዝቢ፣ ኣብ ከባቢ ኣፈላላይ ንምፍጣር ፃዕርታት ይግበሩ እዮም። ኣብ ባዕሉ ኣብቲ መንግስቲ እንብሎ ዘለና ኣካል እውን ዝተፈላለየ ኣተሓሳስባታት ክህሊ፣ ዝተፈላለየ ጫፍ ክህሊ፣ እቲ ብሄራዊ ክብሪ ህዝቢ ትግራይ፣ እቲ ልዑላዊ መሬት ትግራይ፣ እቲ ብሄር እቲ ሓድነት ትግራዋይ ንክብተን ብዙሕ ነገር ይስራሕ ኣሎ። ህዝቢ ትግራይ ብፈተናታት እናመፀ ዝመፀ ህዝቢ ስለዝኾነ፣ ከም ህዝቢ ኣብ መቱይ ሃጽ ዮሃንስ ተታሒዙ ክልተ ሓይልታት ኣባኢሶም ሓደ ሓይሊ ንሸዋ ኣስፊሮም ኣብ መንጎኡ ኩናት ክፍጠር ገይሮም ትግራዋይ ንክብተን መዓት ጻዕርታት ተገይሩ እዩ። ካብዞም ሰለስተ ዋልታ ናይ ትግራይ ክቐጽሉ እዩ ህላወ ክቐጽሉ ይኽእሉ እዮም ዝብሉ እንተጎዲሉ ጥራሕ እንከይኮነስ ብስሮም መንጎኦም ዘሎ ኣፈላላይ እውን እንድሕር ተፈጢሩ ስቓይና ከናውሕ ካብ ምዃን ሓሊፉ ንትግራይ ዝፍይዶ ነገር ክህሉ ይኽእል ኢለ ኣይኣምንን ኣነ። ምክልኻል ሰራዊት ትግራይ ዋልታን ሓድነትን ናይ ትግራይ ኢለ ይኣምን ኣነ ንባዕለይ ዋጋ ይኸፍል ኣሎ ክሳብ ህዚ ክሳብ ህዚ ዋጋ እናኸፈለ ኣብ ወሰና ወሰን ትግራይ መከረኡ እናረኣየ ምንም ብዘይ ክፍሊት ሓሰረ መከረኡ እናረኣየ ኣብ ልዕሊኡ ከዓ ሞራል ንክውዳእ ዝግበሩ መንገድታት ብዙሓት ርኢኻ ህዝቢ ትግራይ ህላወኡ ከረጋግፅ እንተኾይኑ እቱ ብመስዋእቱ ዝተሃነፀ ዓቕሚ ሰራዊት ትግራይ ኣሎ። ሰራዊት እዚ ንቕድሚት ክስጉም ሓድነት ትግራይ ከምፅእ ዝኽእል ናይ ትግራይ ወሰናት ክሕሉ ዝኽእል ክብሪ ትግራይ ክምልስ ዝኽእል ፀላእትና እውን እንተነኣሰ ብውዳኡ ክፈርሕዎ ዝኽእሉ በወዳድባኡ ባዕሉ ክፈርሕዎ ዝኽእሉ እዩ ሰራዊት እዚ ህዝቢ መንግስቲ ሰራዊት ኣብ ሰለስቲኦም ዝኾነ ዓይነት ናይ ምፍርራቕ እኳ እንድሕር ሃልዩ፣ ዝኾነ ዓይነት ዕላማ እኳ ናትካስ ሓበራዊ ክተምጽእ ኣይትኽእል ኢዩ። ምኽንያቱ ጸጽታ ተፈሪስካ ለምሳሌሲ ቦቲ ካልእ ዓይነት ስራሕቲ እንዳተሰርሐ ቦቲ ካልእ ዓይነት ስራሕቲ እንዳተሰርሐ ጸጽታኻ ውሑስ ከይገበርካሲ ምንም ዓይነት ለውጢ ክተምጽእ ኣይትኽእልን። እቶም ዝንዝሑ ወረታትን ሽርሕታትን ብውነ ብምርዳእ ክፍሽሉን ኣብ ምምላስ ግዝኣታዊ ሓድነትን ምርግጋጽ ሃለዋትን ትግራይ ክንሰርሕ ይግባእ ድማ ኢሎም እቶም ሰብ ሞያ። ተጋሩ ከም ተጋሩ ዄንና ክንቅጽል ሰለባ ኣጀንዳ ጸላእትና ዘይኮንና ክንኮን ዝግበእናስ ድልየታትናን ሓሳባትናን ቀዳምነት ንትግራይን ንህዝቢ ትግራይን ሂብና ናብ ሓደ ዓሲልና ዘለዉና ኣፈላላያት ጸገማትና ብጠረጴዛ ዙርያ እናፈታሕና እናተረዳዳእና ክንከይድ ክንክእል ኣለና። ሓድነትና ኣሐሊና ሓድነትና ጠሚርና ናብ ሓንቲ መፂእና ከም ተጋሩ ትግራይና ክነቐፅለሉ እንኽእል መንገዲ ግዝኣትና ክነውንሰሉ እንኽእል መንገዲ ህላወና እውን ክነረጋግፀሉ እንኽእል መንገዲ ኣብ ትግራይ ብምዃንን ሓድነትና ብምጥማርን እዩ ኢለ እየ ዝኣምን። ሕጂ መንግስቲ፣ ሰራዊት፣ ባዕሉ እቲ ህዝቢ ሰለስቲኡ ምንባግ ክገብር ኣለዎ። ከይተናበበ ዝኾነ ዓይነት ሳክሰስ ክገብር ኣይኽእል እዩ። ሰለስቲኦም ክዘጋጀዉ ከለዉ ግን ሓበራዊ ዝኾነ ዛተ፣ ሓበራዊ ዝኾነ ዕላማ፣ ንጹር ዝኾነ ዕላማ ክንገር ኣለዎ ህዝቢ። ኣብዚኣን ኣብዚኣን ኣብዚኣን ኣብዚኣን ሸኺልና ኣለና ኣብዚኣን ኣብዚኣን ኣብዚኣን ሸኺልና ኣለና እዘን ዕላማታት እዚአን ከዓ ሓደ ይገብራና ስለዚ እዚአን ኣሳኺዕና ከዓ ዕላማና ሳክሰስ ክንገብር ኢና ዝብል ሓበራዊ ንፁር ዝኾነ ካብቲ ላዕለዋይ ኣካል እውን ናብ መሪሕነት እስካብ ግራውንድ ክንገሮ ኣለዎ ኢለ እያ ዝኣምን